ማለት እዩ ኣቦኣ ንሊሊ ብጣዕሚ ሓፊሩ ማለት እዩ ክስካብ ተደፊረ እስካብ ንብሉ ማለት እዩ ሰላም ሰላም ከመይ ውዒልኩም ሰላም ዲኹም ከመይ ኒኢኹም ኣነ ሰላም እየ እግዚኣብሔር ይመስገን ከምታ ኣነ ሰላም ዘለኹም ኣቦብ ዘለኹም ኮርናት ዓለም ሰላም ወሰናይ ክትኮኑ በዓልቲ ሙሉእ ተስፋ እያ ኣሎም ኣብ ሓዳሽ ቪድዮ ክልተ መልእኽታት ሒዘ መፀኒኹ ሓደ ብዛዕባ ናይ ንሊሊና ኣሌክስ ካልኣይ ድማ ብዛዕባ ትግራይ ዝግበር ዘሎ ነገራት እቲ ሓደ ሓደ ልመፀ መረጃ እኒኤና ንዓኹምለ ክውከሰኩም ማለት እዩ እሞ ሓንቲ ኣባ ሊሊ ክሓርቆም ብዙሕ ነገራት ፈቲኑ ካብ ዝነበሮ ተመክሮ ካብ ንእስነት ናይ ክልቲኦም ካብቲ ትክክለኛ መስመር ምናምን ሕድገትን ይቅርታን ክበሃሃሉ ከም ዘኒኦዎም እቲ ጉዳይ ብከመይ ዓይኒ እዩ እዩ እታ ቆልዓ ኣብ ማእኸሎም ኣብ መንጎኦም ኣትያ እኒኣኸ ሰብ ኣብ ማእኸልካ ክኣት ከሎ እንታይ ዓይነት ፍፃሜ ወይ ድማ እንታይ ዓይነት ነገራት እዩ ዝፍፅም ምናምን ዝብል ብዙሕ ነገራት ካብ ተመክሮኦም እና ካብቲ ዘሎ ኩነታት ሕጂ ክልቲኡ ገይሮም ብዙሕ ምክሪ ብዙሕ ማዕዳ ምናምን ገይሮም ሎም ማለት እዩ ያው ዳርጋ ተስማዕሚዖም ምባል ይከኣል። ብድሕሪኡ ግን ሊሊ ኣብ ዝቐረበቶ ነገራት ኣሌክስ ክስማዕማዕ ኣይከኣለ እዩ ማለት እዩ። ባይዘወይ ሓደ ነገር ክትገብሮ ሓደ ደሊኻ ኮንካ ናይ ዝኾነ ይኹን ቃል ወይ ድማ ናይ ዝኾነ ይኹን ሓሳብ ክገዝእካ ኣይኽእል እዩ ብፍላይ ፈትወትካ ድልየትካ ፍቅርካ እንድሕር ዳሃሊካ ኮይኑ ናይ ማንም ይኹን ናይ ማንም ግዴታ ናይ ማንም ይኹን ናይ ማንም በል ተባሃለለይ ናይ ማንም ይኹን ክስካብ ልብል ምፅባይ ምናምን ኣይልየካን እዩ ደስ እንድሕር ዳ ኢልካ እቲ ሰብ ተፍቅሮ እንድሕር ዳ ኮይንካ ኣብ ልዕሊኡ ለለካ ክብሪ ፍትወት ምናምን ነገራት እንድሕር ዳ ሃልዩ ኮይኑ ባዕልኻ ወሲንካ ክትገብሮ ትኽእል ቅልጥፍ ኢልካ ክትፍፅሞ ትኽእል ኩነታት እዩ ዝፍጠር ማለት እዩ ኣሌክስ ዋላ ሓንቲ ምንም ነገር ኣይኣዘዘትን ይቅርታ በለኒ እያ ኢላቶ ይቅርታ ክብላ ግን ኣይደለየ ምክንያቱ ኣነ ወዲ እየ ዝብል ከቢድ ዝኾነ ትዕቢት እዩ ኣርእዩ ማለት እዩ በይዘወይ ይቅርታ ምባል ናይ ልቢ ምስፋሕ እዩ። ሕድገት ምግባር ናይ ልቢ ምስፋሕ እዩ። ኣብቲ ሰብ ዘለካ ኣኽብሮት በዲለ እዮ እሞ ሕራ ይቅር በለለይ እግዚኣብሔርም ይቅር ንክብለለይ ኢልካ ትገብሮ ነገራት ልቢ ክተስፍሕ ከለኻ ኣንብሓ ክትጥምት ከለኻ ንመፃኢ ሓድሽቲ ነገራት ፅቡቃት ነገራት ሂወት ክትሓስብ ከለካ ኢኻ ትብል እምበር ካብ ዜሮ ተበጊስካ ምንም ከምዘይመሰለካ ምንም ከምዘይተፈጠረ ነገራት ንምብልሻው ነገራት ንምኻድ ምናምን ትኸዶ ርሕቀት ዋላ ሓንቲ ዋጋ የለኽፍለካ እምበር እስኻም ትኸስሞ ትኸስቦ ነገር የለን እሳም ትኸስቦ ነገር የለን ግን ይቅርታ ተባሃሂልካ ሕድገት ጌርካ ኣይኮነ እንዶ ኣብ ብርክኻ ተደፊእኻ ይቅርታ መባልሲ ካሊእ ሽልማት ካሊእ ናይ ሕድገት ነገራት፣ ካሊእ ፍቕሪ፣ ካሊእ ዓሌት ልዕሊኡ ማለት እዩ ክትገብር እዩ ልግበእካ ማለት እዩ እና ኣቦኣኒ ሊሊ ብጣዕሚ እዮም ሓፊሮም ብጣዕሚ እዮም ከዓ ማለት እሲ ዓው ኢልካ ከይትንገር ነቲ ናይ ሕጂ ጀነሬሽን ንክትናገሮ ይኹን ዝኾነ ነገር ንክትብሎ ከቢድ እዩ ሱቅ ከይትብልካ ወላዲእኻ ክትቀፅዕ ክትግስፅ ከዓ ግዴታ እዩ ማለት እዩ ስለዚ እሱታት ነገራት ኣብ ማእኸል ጌርካ ኣብ ማእኸሎም ምእታዉ ሓደ ዓርሱ ዝኸኣለ ቻለንጅ ስለልኾነ ክልቲኦም ዝተላመድዎ ክልቲኦም ዝበሃሃልዎ ክልቲኦም ከመይ ከም ዘዕረቑ ገና እዮም ምክንያቱ ካብ ቦልዕኦም ጀሚሮም ብሓንሳብ ስለዝነበሩ ዝተላመደ ብሓንሳብ ዝዓበየ ባህሪ ልምዲ እዩ ዘለዎም እና እሱታት ነገራት ኣቦኣ ኒሊ ኣነ ከይዓፀፍክዎ ከይመጎስክዎ ክሓልፍ ኣይደልን ብጣዕሚ ስማርት ዝኾነ ኣቦ እዩ ለለና ስለዚ ኩላትና ብዝተኻእለ መጠን ይቅርታን ሕድገትን ትጉሃት ክንከውን እኒኤና ኢለ ሓስብ ብጣዕሚ በቃ ደስ ልብል ባህር ለለናተይ ኣብ ይቅርታ ኣብ ሕድገት ኣብ ዘይምቅይያም ካብኡ ነገራት ኣብ ምርሓቅ ምስታት ነገራት ፅቡቅ መሲሉ ይስምዕኒ ማለት እዩ። ካሊእ ብተወሳኺ ድማ ኣብ ዓድና ንፍጠር ዘሎ ነገራት ኣብ ትግራይ ብጣዕሚ ልሕምም ብጣዕሚ እዩ ዘሰንብድ። ማለት ሓድሽ ነገር ኮይኑ ማለት ኣይኮነን፣ ሕጂ ዝተፈጠረ ኮይኑ ኣይኮነን። ግን እንታይ እዩ እታ ወላዲት ክስካብ ሕጂ ገና ንብዓት ኣፀረር እዩ ዝብል ኣሎ። እታ ወላዲት ውላዳ ምማቱ ገና ኣይኣመነቲ ወላትን ነገር እምበር ኣይኣመነት እዩ ዘላ እታ ወላዲት ግና ልባ ስውሩ እዩ ዘሎ ገና ኣይተጨገነን እታ ወላዲት ገና ጸሊማ ኣየውረደትን ዘላ ብዙሕ ነገራት ክኢላ ነቶም ዝተረፉ ብሂወት ንክቕጥሉላ ነቶም ዝተረፉ ተስፋ ንኸይቆርፁ ነቶም ዝተረፉ ብሓዘን ተዋሒጦም ሕማቅ ነገራት ኣብ ሓሽሽ ይኹን ኣብ ሱሳት ነገራት ንኸይርከቡ ኣዴና ኮኒኣት ንሕና ደማ ኢሎም ብኣኣ ሞራል ገይሮም ኣብ ፅቡቅ ነገራት ንክውዕሉ ፅቡቅ ነገራት ንክሰርሑ ብዙሕ ነገር ንከድምዑ ስምዒታ ቆጢባ ስምዒታ ንውሽጢ ገይራ ክኢላ ከነ ጸሊማ ከነ ልባ ስውር ከነ ጸረርታ ንብዓታ ክኢላ ገፈፍ ትለላ ማለት እዩ እና እዚ ከይኣክል ትዝተረፈ ሓደ ወዳ ትዝተረፈ ድማ ንዓ መሊስካ እናተባህለ ድማ ናብ ሓፁር ናብ እሾኽ ይኣተሉ ማለት እዩ። እና ኣብዚ ኩነታት እዚ እናሃለወት ድማ ነቲ ዝተረፋ ውላድ ክትህብ ኣይትኽእሊ ማለት እዩ። እቲ ዝተረፈ ነገር እቲ ዘባእሶም ነገር እንታይ እዩ ዝበሃል ሰለማዊ ብዝኾነ መንገዲ ኢሂን ምሂን ኢልካ ክፍታሕ ዝኽእል ነገራት ተፈቲሑ ሂወት ሰብ ብዘይበልዐ እግሪ ሰብ ብዘየቁሰለ ኢድ ሰብ ብዘይሰበረ ዓይኒ ሰብ ብዘይ ኣፍሰሰ ሓንጎል ሰብ ብዘይ ተበላሸወ ክኸውን እዮ እግዚኣብሔር ኣምላክ ድማ ክሕግዘና እዩ ኢለ ተስፋ ይገብር ኣነ ማለት እዩ ምክንያቱ ከመይ ዝኣመሰሉ ቀያሕቲ ጸለምትን ከምዚ ኣልካ ዝረአዩ ፅቡቃት ነዲኦም ሓደ ቅድሚ ሕጂ ኣቦኦም ኣብኡ ጠፊኡ ለለ ንሳቶም ሕጂ ለለ ኣብኡ ክጠፍኡ ከለዉ ክትሪኦም ከለኻ መትዓቢትና መሓዙትና የሕዋትና ጎረቤትና ደቂ ትምህርትና ኣብ ከምዚ ዓይነት ሂወቶም ጠፊኡ ክትርኢ ከለኻ ብጣዕሚ ትሓዝን ብጣዕሚ ትጉሂ ብዙሕ ነገር ክትሰርሕ ብዙሕ ነገር ክትገብር ብዙሕ ነገራት ክሰርሑ ክገብሩ ዝኽእሉ ብዙሕ ተኽእሎን ጥበብን ዝነበሮም ሰባት ሓመድ በሊዕዎም። ፍልሖ በሊዕዎም ሃብ ሓመድ ክሰፍሩ ከለዉ ክንድዚ ዘሕምም ነገር የለን ምስ ገበታ ንእስነቶም ማለት እዩ ዳርጋ መብዛሕትኡ ዝጠፍአ ኣብ ትግራይ ካብ ዕስራ ክስካብ ሰላሳ ክስካብ ሰላሳን ክልተን ዘሎ ዕድመ እዩና እዚ መንእሰይ እዚ መንበሪ ዝተኸልከለ እዚ መንእሰይ እዚ ንእስነቱ ከይረአየ እዚ መንእሰይ እዚ ብዙሕ ነገር ክሰርሕ ዝተገበኦ ፍሉሕ ካብ ዝበልዖ እቲ ዝተረፈ ሕጂ ደበስ ነታ ኣዶ ንክኸውን ክወልደላ ክዝምደላ ኣብ ልዓለ ደረጃ ኣብ ዝሐሸ ክትሪኦ እዩ ልግባኣ እምበር ለለነቲ ሓደ ከም ብሓዱሽ ትኩስ ሓዘን ክኾና ከም ብሓዱሽ ለለ ካሊእ ትኩስ ሓዘን ክትረክብ ኣይግባኣን ክትድበስ ይግባኣ ኢለ ልሓስብ ትማሊ ኣብዚ ኩናት እዚ ክስካብ ሕጂ ሓፃዊ ዘውፅኡ ክስካብ ሕጂ ዓይኖም ዋላ ምርኣይ እናኸኣሉ ብሰንኪ ሕፅረት ገንዘብ ብሰንኪ ሓጋዚ ብሰንኪ መንግስቲ ዘይጥምቶም ክስካብ ሕጂ ከነ ሽግሮም ከነ ስቃዮም ከነ ቃንዞም ተቐሚጦም ዘኒኦዉ ኣዲኦም ትቑፀሮ ማለት እዩ እና እዚ እዝታት ንሃለወ ከይተስተኻኸለ እዙታት ንዓኣቶም እኳስ ግቡእ ሕክምና ግቡእ ምርመራ ግቡእ ክኒና ግቡእ ፀረ ቃንዛ ከይረኸቡ ለለ የሕዋቶም ለለ ውላዶም ናብዚ ሓዊ እዚ ክኣቱ ከለው ዘሐምም ነገር የለን ማለት እዩ እና ኩላትና መፍትሒ ክርከብ መንግስቲ ጠመተ ገይሩ ብዲሞክራሲያዊ ዝኾነ ነገር ብሰላማዊ ዝኾነ ነገር ክፍታሕ ናይ ኩላህና ጠለብ እዩ ዝደሊና እግዚኣብሔር ኣምላክ ዓድና ከባቢና ብሙሉኡ ሰላም ይግበሮ ካብ ኩናት ዝትረፍ ዕንወት እዩ ሂወት ሰብ ምጥፋእ እዩ ድኽነት እዩ ፀገም እዩ ጥምየት እዩ ዋላ ሓንቲ ልኽሰዋ ይኹን መኽሰብ የብሉ እዩ ማለት እዩ እና እግዚኣብሔር ኣምላክ ዓድና ሰላም ይግበረልና ክብለኩም ይደሊ።